ተስፋ ንገብር ኩሉ ሻዕ ኣብ ምክትታልና ኣይትሕመቑ ላይክ ሼር ሰብስክራይብ እውን ከምኡ እውን ኣይትሕመቑ ሰሰን ኢንተርቴይንመንት ይኹን ቀዳማይ ምርጫኹም

ሰላም ኩቡራት ተኸታተልቲ ሰሰን ኢንተርተይንመንት ኣብ ዝሓለፈ ብድሕሪ መጋረጃ ዝገበርናዮ ዕላል ምስ ተዋሳእቲ ኣብ መጻኢ ትመጽእ ዘላ ፊልም ልቢ እዩ ዝርኢ ብደረስቲ ኡስታዝ ጀማል ሳልሕን መምህር ጠዓመ ኣረፋይነን ዝተደረሰት ፊልም ምስኦም ዝገበርናዮ ዕላል ኣብ ዝሓለፈ እዩ ኔሩ ሕጂ ከኣ ፍልይ ብዝበለ መኽፈቲ ናይ ስእሊ ፊልም ትሬኒንግ ወዲኦም ተዋሰእቲ ዓጊብና ኢና ኢሎም ናብ ስእሊ እንሰጋገረሉ ዘለና እዋን እዩ

ናይ ልቢ እዩ ዝርኢ ዘርእስታ ተኸታታሊት ፊልም ምስ መምህር ጠዓመ ኮይንና ዝጸሓፍናያ ደረስቲ። መጀመርያ እንቋዕ ኣብቲ ናይ መጀመርያ መዓልቲ ከምዚ ኢልና ገጽ ንገጽ ተራኣኣና እሞ ብጣዕሚ ጽቡቕ ገጽ ካኣሎ ስለዘይ ሕጂ ሕጉስ ኣለኹ ምስ ኣዝዮም ጽቡቕ ገጽ ዘለዎም ሰብ ስለዘለኹ ሃኒ በለጾም በሃል ኣብ ልቢ እዩ ዝርኢ ትብል ተኻታታሊት ኣባይ ናይ ትግርኛ ፊልም ድማ ከም ኣላይ ወይ ድማ ዳይሬክተር ኮይነ እሰርሕ ኣለኹ ማለት እዩ። ናይ ቢንያም ዝበሃል ካራክተር ሒዘዮ ክመጽእ ኦኬ ካብቲ ሒዘዮ ዝጸናሕኩ ቅይር ይብል ይኸውን እዩ ኣብ ፊልም ልቢ እዩ ዝርኢ ከም ሳራ ኮይነ ዝሰርሕ ኣለኹ። ገጸ ባህርያት ሳራ ከመይ እዩ? ሳራ ከም።
ደሳለ ተኽለ ከም ተስፋይ ኮይነ ኣብዛ ልቢ እዩ ዝርኢ ወሳኒ። ውዳሰ ገብረንጉስ ከም እሙነ። ስሜቼ መርየም ማሕሙድ ሳሉ ከም ኡም ራሕማን ደጋጎ ሸቂ። ምሕረትኣብ ተማርያም ከም ወይዘሮ ደሃብ።

ከም ኣቦ ሰሚራን ፈራሕን ኣቶ ስዒድ ኮይነ እሰርሕ ኣለኹ። ንእሽተይ ኮይነ መወዳእታ በጺሓትኒ። ሽመይ ብሽም ሰሰን ሚድያ ብጣዕሚ ዩ ሓበን ዝስማዓኒ ብቅድሚኡ ንፈትዎም ተዋሳእቲ ዓበይቲ ሓደሽቲ ንኣሽቱን መናእሰይ ከምዚ ኢለ ክዛረብ ብጣዕሚ ኩርዓት ይስማዓኒ የቀንየለይ ስለቲ ኣኽብሮት ሰሰን ሚድያ ከኣ ዘዳለወቶ እንግዶት ሎማዓንቲ ቀሊል እንግዶት ኣይኮነን ቅድሚ ሕጂ ተራእዩ ዘይፈልጥ ዩ እንድሆነ ፊልም ናይ Behind the scenes ዊን ናይ ድሕረ መጋረጃ ተገይሩ ይፈልጥ ድዩ ከምዚ ዓይነት ከኣ ቅድሚ ሹቲንግ ዊን ቅድሚ ስእሊ ምጅማር ከኣ ከምዚ ዓይነት እንግዶት ተገይሩ ይፈልጥ ድዩ so ነዞም ነዛ ሓሳብ ዘምጻኹም የቐንየልና ቅዱስ ሓሳብ እዩ thank you ኣብ ዝመጽእ ከኣ ከምኡ ዓይነት ምዕባለታት ክንርኢ ተስፋ ንገብር እብለኩም። ሕጂ ናብ ዛሄር ከብድኩም ገለ ገለ ስከብድኩም ሰማዕና እንዲኻ Anyhow ሰሰን ሜድያ ትገብረልኩም ዘላ እንግዶት ምሳሕ ንቐደም ትብለኩም ኣላ Surprises ኣለና መደብና ቀጻሊ እዩ ከምኡ ውን ሽልማት ኣለና ሽልማት ናይ ምንታይ እዩ ሽዑ ንሪኦ ኣብዛ።

ሰላም ክቡራት ተኸታተልቲ ሰሰን ሜድያ ተመሲሕና ከብድና መሊእና ተመሊስናኩም ኣለና ናይ ብሓቂ እዮም እዞም ተዋሰእቲ ደቂሶም ነይሮም ምስ ተመሰሑ ግን ዋዕዋዕ ዕላል ጀሚሮም ካሜራ ከዓ ክፈርሕዋ ማለት እዩ ኣብ ፊልም ጥራይ እዮም ዘይፈርሕዋ ማለት እዩ መደብና ቀፃሊ እዩ ግን መጀመርታ ብፍሉይ ብፍሉይ ምስጋና ኣለኒ ንስድራ ቤት ክብሮም ረዳእ ንሬስቶራንት ጥንቲ ኣብ ከተማ ኣስመራ እትርከብ ብጣዕሚ ጥዑም ምሳሕ ኣምሲሖምና፣ ንዝገበሩልና እንግዶት ንሰሰን ሜድያ ከኣ የቐንየልና ክብል እፈቱ። ናይ ሕጂ መደብና ቀጺሉ ዕላል ምስ ዳይሬክተርን ቁሩብ መእተዊ ክገብሩልና እዮም ናይዚ መጀመሪ ስእሊ ናብኦም ከብለኩም ቡን መደብ። ቡን ጀባእ ዕላል ጀባእ ጸወታ ጀባእ ኛም። እዚ ኣጋጣሚ እዚ ኣብ ልምምድ ጸኒሕካ ናብ ስእሊ ትሰጋገር ተባሂሉ ዝተዳለወ መደብ እዩ። ኣዝዩ ጽቡቕ ቅድሚ ሕጂ ከምኡታት ኣይነበረን። ሕጂ ግን ኩሉ ግዜ ንስእሊ ክትዳሎ ከለኻ ኣብ ትሬኒንግ ጸኒሕካ ስእሊ ክበሃል ከሎ ሸበልበል ረብሻ ገለ እዩ። ኣብዚ ግን ጽቡቕ ሙድ ይርኢ ኣለኹ ዋላ ከምዚ ኢልካ ንስእሊ ክትሰጋገር ውን ኣዝዩ ብጽቡቕ ሙድ ትውከስ ኣለኻ ማለት እዩ ኣዝዩ ጽቡቕ ክሳዕ ሕጂ ብዝሰማዕክዎ ዋላ ካብ ዳይረክተር ዋላ ካብ ዝካየድ ስራሕ ከም ዝሰማዕክዎ ስሙዝ ይኸይድ ኣሎ ጽቡቕ ሰብ ቆጸርኡ የኸብር ኣሎ ብጽቡቕ ከኣ ተጸኒዑ ዝብል ተኣሺሙሉ ኣብ ስእሊ ከኣ እቲ ዝዓበየ ምኽንያቱ ኣብቲ ስእሊ ካብቲ ትሬኒንግ ፍልይ ዘብሎ ነገር ኩሉ ምድላዋትካ ትገብር ገዛ ክካረ ትደልዩ እንተደኣ ኮይኑ ገዛ ክትካረ ኢኻ ትኸፍለሉ ኢኻ ናይዛ መዓልቲ እቲኣ ማተርያልስ ኣቑሑት ኩሉ ዘድሊ እቲ መዋስእትኻ ጥራሕ ኣይኮነን ዝመጽእ ካሜራ ማን ሳውንድ ማን ላይት ሜክ ኣፕ ኮስቲም ኩሎም እዮም ዝመጹ እንተ ደንጒኻን እንተ ኣምኪርካን እዚኦም ኩሎም እዚኦም ቀቲልካዮም ኣለኻ ማለት እዩ እቲ ሙቪ

ንዓኻትኩም ሰኣኹስ በቃ ማለት እታ ስራሕስ ዕውትቲ ከም ትኸውን ሙሉእ ተስፋ'የ ገይረ ዘለኹ። እዚ ተስፋ'ዚ ከኣ ናብ ተግባር ክቕየር ከኣ በዓል ሙሉእ ተስፋ'የ። ሄዋን የለይ።
ሕራይ ተኸታተልቲ ሰሰን ሜድያ ኣስዒበ ዘቕርቦ ኸኣ ኣብ ባይታ እኳ ብጣዕሚ እዩ ዘፍርሓኒ ከም ሰብ በርከ ትማሊ ኣብታ ድሓለፈት መደብና ዝነበረት ኣብ ድሕሪ መጋረጃ ዝገበርናያ ወላ ኣነ ፈሪሐ ሕጂ ውን በዛ ጥቕኡ ኮይነ ወላ ሓንቲ ክርሕቕ ከማን ኣይጸልእን እየ ኤኒሃው ካብ ዞም ሓዊ ሓዊ ዝጨኑ መናእሰይ ተዋሳኣይ ሕጂ ከኣ ዳይረክተር ናይዛ ፊልም ኮይኑ ዘሎ ሃኒባል በሎጾም እዩ ማለት እዩ ናብ ሃኒባል ከብለኩም ልብኩም ሓዝዋ።
ሕራይ ኩላ ግዜ ኣምላኽ ንክትዛረብ ሓይሊ ተሂብካ ሲ ካብኡ ልዓሊ ጸጋ የለን ምዝራብ ማለት ከኣ ካብ ተግባር ዝውለድ እዩ ኣነ ከምኡ እዩ ዝስማዓኒ ሕጂ ብዙሕ ክንዛረበላ ደስ በልን ግን ብዙሕ ክትገብር እዩ ትፅቢተይ ኣብ ቅድሚ ኣያታተይን መሳቱ ኣሕዋተይን ማለት እዩ ኩላ ግዜ ከም ሓላፍነት ዝኸብድ ይለና ዝኾነ ይኹን ኣጋጣሚ ናይ ዝኾነ ይኹን ሓላፍነት ትዕበት ንኣስ ኣዝዩ ከቢድ እዩ ኣነ ከዓ እዛ ፀኪምያ ዘለኹ ሓላፍነት ካብ ኣዳለውቲ ናይ ስራሕ ጎራ ይኹን ዝዓበየ ግን ናይ ህዝቢ ሓላፍነት ዘለና ከቢድ ኢኻ እሱ ሕጂ ዝኾነ ይኹን ሰብ ለበዋ ገለ ክነግሮ ኣነ ዕድመይ ኣየፍቅዶን እዩ ደረጃይ እውን ኣይኮነን እቲ ዝተባህለ ድጋም ዘይኮነ ደገድስ ነቲ ዝተባህለ ምስትውዓል እዩ ደገድስ ማዕረ ክንደይ ጠሚትካዮ ኣለኻ እዩ ደገድስ ሕጂ ኣነ ሓንቲ ነገር እየ ከሕግየኩም ደሊ ነፍሲ ወከፍ ናይ ነፍሲ ወከፍ ጠባይ ሓላፍነት ኣለዎ። ሓላፍነት ከኣ ሕጊ እዩ ምልማን ኣይኮነን። ማለት ሓላፍነት ሰብ እዚ በጃኹም ተማወቱ ርብዕኡ ደቂ ጨዓተ ምውጽኡ ገለ ኣይኮነን። ሓላፍነት ሕጊ እዩ። ሕጊ ደየኽብር ከኣ ሞያዊ ኣይኮነን። ኣነ ስነጥበባዊ ሞያዊ እየ ክብል ተለኹ ናይ ስነጥበብ ሕጊ ድማ ከኽብር ኣለኒ። ፈትል የመጉስ ከይፈታኹ ወይ ድማ ነቲ ቦታ ግደፉ። ኣነ ሕጂ ነዚ በየናይ መንገዲ ትርድእዎ ከይሓሰብኩ'የ ዝዛረብ ዘለኹ፣ ምኽንያቱ እታ መንገዲ ንዓኹም ኣይትምልከተኩም በየናይ መንገዲ ከም ትርድእዎ። ኣብዛ ልቢ ዝድብድብ ፊልም መብዛሕትና መንእሰያት ኣለና፣ መንእሰይ ማለት ድማ ንሓደ ክኸውን ድኽእል ነገር ከኹን ዝኽእል ሰብ እዩ። ልቢ ዝርእሳ ዓባይ ፊልም እንታይ ዓይነት ነጥቢ ከም ጠቐመት ንሕሰብ። ልቢ ዝርእስ ናይ ተኸታታሊት ትግርኛ ፊልም እያ፣ ማሕበራዊ ህይወት ዘለዋ ፊልም እያ። ንሕና ድማ ናይ ትግርኛ ኤርትራዊ ትግርኛ ሰራሕቲ ፊልም ኢና። So ምስ ከምኡ ሓላፍነት ኖርማል ኣይኮነን። በቲ ሞያዊ ወይ ከኣ ስነ-ጥበባዊ መዳይ እንድሕር መጺእና ግን ሰብሲ ነቲ ኣቦና ኣዴና እንዳሃቡና ሽም ረሲዑስ ደራሲ ንዝሃቡና ሽምን ከም ዘለሊ እዩ ስራሕና።

ኣነ ብዛዕባ ቁጠባ እምበር ብዛዕባ እቲ ሰብ ፐርሰናል ስምዒት የብለይን ዳሩ ንሰሚር ሓንቲ ነገር ኢለይስ ንሰሚር ዘይኮነስ ንጆን እየ ዝዛረበሉ ምዃን ከመይ ጌርኩም ክትርድኡኒ ኣይደልን ስምዒት ናይ ስራሕሲ ገለ ነገር ይኾነካ እዩ ዋላ ንባዕልኹም ካልኦት ሰባት ትቅየሩ ስለ ዝኾንኩም ስእሊ ሒዘልኩም ንስኹም ከይትሓስሉ ይሸ ግን ፈቲኹም ጸሊኹም ካብ ኣፈይ ዝኾነ ይኹን ናይ ጸርፊ ሕማቅ ቃል ኣይሕጸልኩም እየ ስለምንታይ ንሰብ ፍቕሪ ኢኻ ከተፍቅሮ ኣለካ ግን ዘይሓገዙን ኣይምሽ ትርዱን እንዶ ጣሪያ ተየሩ ኩርሳ ንቁጥጥዎ ተሰማሚዕና ነጣቃዓሉ ራላ ምናልባት ከምቲ ዝበልኩ ካዩ ኣብ ትሬኒንግ ብሓንሳብ ኔርና ኢና መቸም ልበይ ኣብ ኢደይ ከምዚ ገይረያ እዩ ገዛይ ከይደ እሱ ቤልና ኮይና ንዘራርበሉ ኢና ሕጂ ግን ኣብ ስእሊ ከመይ ክኸውን እዩ ኣይፈለጥኩም ግን ቁሩብ ከምዚ ንደራፋይ ምሻሎት ድምፅኻ ስማዓኒ ዳግም ትብሎ ንዳሪክተር እታ ትኹን ኣብ ነበርካስ ድገማ በጃኻ ኣብዚኣ ቁሩብ ቁሩብ ስቅ ገለ ድገመለይ በቃ። እንታይ ይመስለኪ ኩላ ግዜ ሲ ኣብ ዓውደ ኩናት መብዛሕትኦም ኣብዘም ናይ ኩናት ጀጋኑ ክፍጠሩ ከለዉ ናይ ኩናት ጀጋኑ ክኾኑ ኣይኮኑን ተፈጢሮም ሰብ ንክኾኑ ተፈጢሮም ኣብቲ ዓውደ ኩናት ወይ ከኣ ኣብቲ ኣጋጣሚ ምስ ተረኸቡ ግን ሽዑ ዝፍጠሩ ሓደ ንሶም ኣለዉ።

እቲ ኩነታት ፈጢሩ ሓደ ብሉጽ ስራሕ ሰሪሕና መፈጸምታና ንርኢ ከኣ ኣምላኽ ሓይልን ግዜን ይሃበና
ሓምደላ ዓለ
ቃላት ሓያል ዳይረክተር እዚ ይመስል ሰሰብ ሚድያ ከምዚ ትርእይዎ ዘለኹም እዩ ዘሎ መደብና መደብና ሕጂ እውን ቀፃሊ እዩ ንዓኹም ንምሕጓስ ንዓኹም መሃሪ ነገራት ምዕባለታት እዞም ብፍላይ ኣብ ካብ ሃገርና ወጻኢ ዘለኹም ኣሕዋትና ኩነታት ሃገርኩም ብኣርት ይኹን ብደርፊ ይኹን ብኹሉ መዳያቱ ብፍላይ ከመይ ይኸይድ ኣሎ ናፍቆትኩም ብዩቱብ ክተውጽኡ ኢልና ንገብሮ ዘለና እንግዶት እዩ ንሰሰን ሜድያ ልዑል ኣኽብሮተይ ከምኡ ውን ደጊመ ደጋጊመ ንሬስቶራንት ጥንቲ መደብና ቀጻሊ እዩ። ምሳና ጽንሑ። ኣጎር ባህርያዊ ብላክ ካስተር ኦይል ሙስ ካብ ናይ ኣዝርእቲ ቅብኣታት ዝስራሕ ኮይኑ ንመናፊት ቆርበትና ዚዓብስ ናይ ተፈጥሮ ቅብኣት ኣካላትና ፈጺሙ ዜንቅጽ፣ ምስ ተመሸጥና ወይ ምስ ተቖነንና ንዝተሰባበረ ጨጉርና ጠሊ ዘለዎ ኣንጸባራቒ ምስሊ ኪህልዎ ዚሕግዝ ብሉጽ ምርጫ እዩ። ኣጎር ባህርያዊ ብላክ ካስተር ኦይል ሞዝ።
ብቐጥታ ካባና ክትእዝዙ ምስ እትደልዩ፣ ኣጎር ኢልኩም ካብ ፕለይ ስቶር ኣፕሊኬሽን ብምውራድ ቀወምቲ ዓማዊልና ኩኑ። መርሓባ ቴድሮስ ብርሃነ ከመይ ውዒልካ? እግዚኣብሔር ይመስገን ከመይ ውዒልኪ? ከ- ካብ ድሒረ ዘመስግነካ ኣቐዲመ ዶ ሓይሽ? Thank you ደሓን ቴንክ ዩ ሶ ማች ግዜኻ ወፊኻ አ፣ ንዕድመይ ኣኽቢርካ ንኢንተርቪው ዝመጻኻ Thank you ክብረት ኣለለይ ኣነ ከመስግን ዝግብኣኒ ክንወዳደስ ዳኸይ ነሕልፎ ዳዚ ቴንክ ዩ ቴዲኖ ኣብ ፊልም ልቢ ዩ ዝርኢ ካራክተርካ መን ይበሃል ንእሽተይ ከኣ ብዛዕባ ገጸ ባህርያቱ ትንክፍ ትንክፍ ክተብለልና ኩሉ ትንገሮም ነዞም ተዓዘብቲ ኩሉ ይነግሮም ኔ ዋላ መን ኢሎም ክጽበዩ እንት ከማን ኣይነግሮም ኔ ታሽም ምስጢር ያብለኩም ኣሎ ኣብ ሽም ደሓን ክነግር ክእል ቢንያም ዝበሃል ካራክተር ሒዘ ክመጽእ
ካብቲ ሒዘዮ ዝጸናሕኩ ቁሩብ ቅይር ይብል ይኸውን እዩ። ብዛዕባ እቲ ካራክተር ግን ክዕዘብዎ ይሓይሽ። ክዕዘብዎ ይሓይሽ ምሽ? እዚኣ ናባኹም እያ ተዓዘብቲ ኢሉኩም ኣሎ። ሕራይ ቴዲ፣ ካብ ሓያል ትሬኒንግ ናብ ስእሊ ኢኹም ትሰጋገሩ ዘለኹም። ተዳሊና ፍሉይ ትብል ዶ? ከመይ ከ ትገልጾ እቲ ምስግጋር ናይ ካብ ሓያል ትሬኒንግ ናብ ስእሊ? እወ ሕጂ ቁሩብ ክብድ ክብል እዩ። ትሬን ጥዑም እዩ። ኣብ ስእሊ እዩ።

ኣነ ብወገነይ ኮይነ ክሪኦ ከለኩ ድማ መጀመርያ ናብዛ ፊልም እዚኣ ካስት ኮይነ ብምምፀእይ ብጣዕሚ ብጣዕሚ ብጣዕሚ የቀንየለይ ኩሎም ዳይሊና ክሪኦም ዝሓርዩኒ ካስት ዳሪክተር ከምኡ ውን ፕሮዳክሽን ማናጀር ኣነ ሓደ ደስ ዝብለኒ ኣብ ሂወተይ እንታይ እዩ ብጣዕሚ ከምዚ ሉል ይክሎ ጸንሐት ማለት እዩ ድሪም እዩ ን ስነጥበብ ድምጻካ ናይ ንእሽተይ ሕልሚ ብጣዕሚ ነይርኒ ንክዋሳእ ድሌት ነይርኒ ቱቢሃነስ ማዓስ ወዲኡ ዜማ ሰሪሐ ገለ ዝብል ሕልሚ ነይርኒ ናይ ባሓቂ ማለት እዩ ሕጂ ከም ምስኦም ኮይነ ኣብ ጎኖም ክሰርሕ ስለ ዝበቃዕኩ ን ኣምላክ ብጣዕሚ ከመስግኖ ዝደሊ መጀመርያ ቴንክ ዩ መጀመርያ ምሳኩም በቂዐ ክሰርሕ ብምብቅዐይ ኣብዛ ስራሕ ተረኪበ ኢና ቅድሚ ሕጂ ሕጂ ውን ዝያዳ

ኬፍ ክሰዱ እዩ ዝፈርሕ ብሕጽር ልበለ ግን ኣዝዩ ብሉጽ ዳሪክተር ምኳኑ ዝፈልጥ ኣነ ኣብ ኣተኣላልይኡ ይኩን ኣብ ኩሉ ሓልዮት ዝገብሮ ከይትህሰ ኢሉ ዝሕግዘካ ኣብ ኩሉ ነገራትካ ኣብ ኩሉ ነገራትካ ንከይትህሰይ ጎኒ ጎንካ ዝከይድ ካብቲ ምእላይ ንላዕሊ ውን ማለት እዩ ምእላይ ናቱ ቦታ ጽባቀን ሓይልን ኣለዎ ካብኡ ወጻኢ ውን ዝኾነ ተዋሳኢና ከይህሰ እዩ ጎኒ ጎንኻ ዝኸይድ ብዝኾነ ነገር ማለት እዩ ኣብቲ ዝገብሮ ኣልያ ምትሕብባር ገለ ኩሉ ነገር ማለት እዩ ከየፍኩሰሉ ክገልጽ ናይ ብሓቂ ብጣዕሚ ከም ዘኽብሮ ግን ክነግሮ ደሊ በዚ ኣጋጣሚ እዚ ኦኬ ብመጀመርታ ቴንክ ዩ ምስጋና ይኹን ንኹሎም ኣብዚ ደረጃ ንክንበጽሕ ዝሓገዙና ቅድሜና ብዙሕ ጻዕሪ ዶ ሕለፉ ኣብ ስነጥበብ ኤርትራ ብዙሕ ዋጋ ከፊሎም ንስነጥበብ ኤርትራ ናብዚ ንክበጽሕ ናብዚ ደረጃ እዚ ተቓሊሶም ቀሊሶም ደምጽዎ ሰባት መዛኑይ ኣለዉ ምዕበይ ኣለዉ ስድራይ ኣለዉ ንዓይ ኣቦይ ኣደይ ድኣክሉ ብዕድመ ኣብ ቅድሚ ኩላቶም ነዚ ዕድል እዚ ረኪበ ኣነ ክዛረቦ ወይ ከመስግኖም ዕድል ምርካበይ ብጣዕሚ ክብሪ ይስማዓኒ ማለት እዩ ብምቅጻል ኣብ ትሕቲ ፈጣሪ ኩሉ ነገር ከምዝከኣል ካብዞም ምሳይ ዘለዉ ሰባት ተማሂረ ኣነ። ምክንያቱ ናብ ስራሕ ክትወፍር ከለኻ ኩሉ ሻዕ ኣብ ልብኻ ዕዉት ክትከውን ኢልካ ትመጽእ። ምክንያቱ ትርጉም ናይ ምንባር ምስ ተወድእ እቲ ስራሕካሲ ኩሉ ሻዕ ድሕሪ ነዊሕ ዓመትሲ ስራሕካ ርእዮም ሰባትሲ እዋይ ጽቡቕ ስራሕ ስሪሖም ክበሃል ኢልካ ትምነ። ካብኡ ናብ ዳይሬክተር ናብ ፕሮዳክሽን ማናጀር ይሰጋገር እቲ ስራሕ። እሳቶም ከምዝበልኩኺ ብጣዕሚ ንኽትኣምኖ ብዘፀግም ዓይነት ናይ ምቕራፅ ሓይሊ ስለዘለዎም እዮም ፍሉይ ሓሳባት ኣምፂኦም ዝደርሶ so ሽሞም ክፅዋዕ ምስ ሰማዕካ ጥራሕ ናቶም ስራሕ ኣሎ ተተባሂልካሲ ክንድምንታይ ተሓጒስካ ኢኻ ትመፅእ ናብቲ ስራሕ ክትፅዋዕ ምምፃእካ ጥራሕ ብምቕፃል ደድሕሪኡ እቲ ከምዚ ከምዝበልኩኺ ኣብ ትሬኒንግ ከለና ሕጂ ብዝሓለፈ ግዝያት ንኣብነት ብፕሮዳክሽን ማናጀር ድግበረልና ነበረ ደገፋት ኣነ ከምኡ ዓይነት ኣመስጊኑ ክጸግቦ ዘይክእል ነጥብታት እዩ ምክንያቱ ካብ ኣመጋግባና ጀሚርኪ ወላ ኣብ ኩሉ ንደልዮ ጠለባት ስክሪፕት ኣብ ኩርና ኣብቲ ንገ ቦታ ምድላው ኩሉ ፋሲሊቲ ማለት እቲ ኩሉ ቀረባት ሙሉእ ብሙሉእ ሓንቲ ጎደሎ ዘይብሉ ከማን ኮንፎርት ወይ ሙቾት ተሰሚዕካ ንክትሰርሕ ናብቲ ትሬኒንግ ክትመጽእ ከለካሲ ኣነስ ከምዚ ንስራሕ ድወፍር ደሎ ኮይኑ ይስማዓኒ ነይሩ ክመጽእ ከለኩስ በቃ እንዳተሓጎስካ ብሂግካ ትመጽእ ከይትድንጉ ወይ ግዜ ከይ ሓሙሽተ ደቂቅ ክትድንጉ ትክእል ኣብ ስእሊ ትጸንሕ ናብቲ ገለ ገለ ሓሙሽተ ደቂቅ ንከይትድንጉ ዝገብረካ ግን እቲ ናፍቆቶም ንሱ ከምኡ ይገብረካ ማለት እዩ ነቶም መሳርሕትካ ነቶም ኣለይትካ ማለት እዩ። መርሓባ ሸዊት ከመይ ቀኒኺ ኣብ ፊልም ልቢ እዩ ዝርኢ ከም መን ኮንኪ ኢኺ ትዋስኢ ዘለኺ? ኣብ ፊልም ልቢ እዩ ዝርኢ ከም ሳራ ኮይነ ሰርሓ ኣለኹ። ገጸ ባህርያት ሳራ ከመይ እዩ? ሳራ ከም ውዕኢት ካራክተር እያ ከምዚ መበጻጻሕ ትባል ምሻል ሎመኛ ጓል እያ ከኣ ግን ኣዝየ ዘፍቅራ ካራክተር ደስ ትብለኒ ካራክተር ይፈትዋ እየ ብጣዕሚ ዝፈትዋ ሕራይ ሾይታ ምናልባት ካብ ትሬኒንግ ናብ ስእሊ ኢኹም ትሰጋገሩ ዘለኹም ናብ ስእልስ ከመይ ትሰጋገሩ ኣለኹም ተዳሊኹም ዶ ፍሉይ ተዳሊና ኢና ዊን ትሬኒንግ የድልየና ኣሎ ሞር ትብሉ ዶ ከመይ እዋይ ብጣዕሚ ነዊሕ እንዲና ልምምድ ጌርና ብጣዕሚ ጽዑቕ ልምምድ ኢና ጌርና ሕጂ ናብ ስእሊ ክንኣቱ ቁሩብ መዓልትታት ተሪፍና ኣሎ ጽቡቅ ከዓ ተዳሊና ኣለና ብምለና ይብል ኣነ ማለት ሲ ብጣዕሚ ኢና በሲልና ኣብ ትሬን ጽቡቅ ልምድ ጌርና ተወሳኺ ትሬን ዘድልስ ኣይመስለኒ መርሓባ ወዲ ዕቑቢት ከመይ ኣለኻ ሙሉጌታ ዕቑቢት ወዲ ዕቑቢት ኣብ ፊልም ልቢ እዩ ዝርኢ ከም መን ትዋሳእ ኣለኻ ብዛዕባ ካራክተርካ ወይ ገጸ ባህርያት ካራክተርካ ንእሽተይ ትንክፍ ትንክፍ ክተብለልና የቀኔለይ ንዘካ ኣብ ፊልም ልቢ እዩ ዝርኢ ኣሮን ዝብል ካራክተር ሒዘ ኣለኹ ኣሮን ኣሮን መርሓባ እዚ ኣሮን ብጣዕሚ እዩ ደደንግጸኒ ከንብቦ ከለኹ ነቲ ጽሑፍ ብጣዕሚ እዩ ደደንግጸኒ ኩሉ ኣብ ኢዱ ከሎ ዝተደፈኖ ሰብ ሰብ ዘይኮነሉ እንዲ ሕጂ ነዚ ኣሮን እዚ ክኸውን ስጋዕ እንዳ ሜሳት ከይደ ደይበጻሕኩ የለን ንኣሮን ንሪሰርች እወ ምክንያቱ ኣሮን ሰኽራም እዩ ኣሮን ሓደ ዕድሉ እተጻወተሉ ሰብ እዩ ነዚ ክፈል ስጋዕ እንዳ ሜሳት ከይደ ምሻሉ ህፃናት ክዕዘብ ዝኸድክዎ ሰዓት ኣሎ ሕጂ ነዚ ኣሮን ዝበሃል ካራክተር ክመስሎ ደይኮንኩስ ኮይነዮ ክዋሳእ ትደልየ ከም ዘለኹ በዚ ኣጋጣሚ እዚ ክስል ክነግረክ ደሊ ዝነበረካ ትፈልጥ እንተትኸውን ደኣ ናብ ቦታኻ ዘይትምለስ ኣሮን ኣንኩን ህፃን ጋና
ወዲ ዑቕቢት ከም ኣክተር ከምኡ ውን ኣሮን እቲ ካስት ከመይ ተወሃሂዶም ኣለዉ ትብል ሕቶይሲ ዳርጋ መሊስካያ ካስኪ። ገለ በለና። ኣሮንን ወዲ ዑቕቢትን ሕጂ ክሪኦም ከለኹ በቃ ዳርጋ ንዓይ ማንካን ፋርኬታን እዮም ሕጂ። ማንካን ፋርኬታን ኬታን እዮም ኮይኖም ከዓ ነቲ ተዋሂቦም ዘሎ ፅሑፋት ክበልዑ ከዓ ተዳልዮም ኣለዉ ተዳልዮም። ሕጂ ነዚ ኣሮን እዚ ክመስሎ ቀንዲ ዘኽኣለኒ እቲ ብዝሒ ትሬኒን ሕጂ ናብ ስእሊ ደስግረና ደሎ ብብዝሒ ከዓ ኣብቲ ትሬኒን ስለ ዝፀገብናዮ ኣዝዩ ነዊሕ ትሬኒን ስለ ዝገበርና እዚ ኣሮን እዚ ኣነ ይመስሎ ኣይኮንኩን ደለኹ ኣሮን እየ ኣነ

ፈለማን ኣዝየ ዝኾነ ነገር ቅድሚ ኩሉ ከገልጾ ዝደሊ ከኣ ሰስዐ ዝጋብ ዘሎ ዕድመ ኤርትራ ትሰስነልና ስለምንታይ ነቲ ኣርቲ ጠመተ ጌራ ኣብ ከምዚ ዓይነት ሃዋሁ ከምዚ ዓይነት ፍቕሪ ከምዚ ዓይነት ናይቲ ተቐንየ ጻዕሪ ንምግላፅ ዝተገብረ እዚ ዓይነት ግብጃን እሞ ከዓ ነቲ ዝቕፅል ከመይ ጌርካ ከም ትዕወት ትገብሮ ትገብር ዘላ ከምዚ ዓይነት ተርእዮ ፀኒሑ እኳ እንተኾነ ዝያዳ ከዓ ሕጂ ጉልህ ርእዮ ስለ ዘለዎ ኣቐዲመ ንሰስን የመስግን። ካልእ ኣምላኽ ይመስገን ኣብቲ ንእስነተይ ማእከላይ ዕድመይ እምነ ኩርናዕ ኮይነ እየ እምነ ኩርናዕ ኮይነ ምስ ዓበይቲ ንእሽተይ ሰለይ ክብል ጸኒሐ ምስዞም ምንእሰይ ከዓ ከምዚ ክረኸብ ከለኹ ንኣምላኽ ኣመስግን ንምንታይ ምስዞም ዓበይቲ ዓበይቲ ዓበይቲ ክብሉ ዘንሕም ልዕለይ ምዕባየይ ኣለዉ ምስዞም ከምዚ ንኣሽቱ ገለ ዘይኮነ ሕጂ ምስ መዘናይ ከምዚ ገይረ ከዓ እምኒ ኩርናዕ ኮይነ ኣብቲ ኣርቲ ተተይ ክብል ከለኹ ከዓ ተመስገን እየ ዝብል እንታይ ይኮኑ ግን ናብን ደፍርስ ቃል ኣይተምፅ እወ ግን ደፍርስ ቃል ተምፅኻ ንእሰይ ጥንግሊል ይሰሩ እወ ግን ምሳይ ኣይሰርሕን እዩ ስዒድ ሰምዓና ረቢ ስማዕካ ርዋድ ሰምዓካ ርዋድ ኣይሰምዓካ ርዋድ ስማዕ እዚ ገላይ እምበር ገዛ ኣይኮነን ጨው ብለ ደምበይ ዝተፈጥርዎ ገዛይ ልክዕ እቲ ወግዒ እቲ ክውንነት ከምቲ ትማል ዝገለፅኩ እቲ ባህሊ እቲ ባህርያት እቲ ናይ ሕብረተሰብና ኩሉ ነገር ኮፍ ኣቢሎሞ ስለ ዘለዉ ከምቲ ዓንተወይ ናይ ኩሉ ናይ ህዝቢ ኤርትራ ከም ዘሎ ዝተባህለ ንዕኡ ክነንጸባርቕ ከምዚ ምግባርና እቲ ካስት ከኣ ኣብ ልክዕ ኣሎ ምኽንያቱ ተዓንቶ ይበልኳ እምነ ኩርናዕ ትበልኳ በዚ ናይ ዓበይትን ገለ ነናቶም ተዋሂቦም ኣሎ በዚ ናይቶም መንእስያት ነናቶም ተዋሂቦ በዚ ናይቶም ህፃናት ነናቶም ተዋሂቦም ስለ ዘሎ ክሪኦ ከለኹ ወይ ከምዚ ክሪኦ ዝቐነኹ ከዓ ጽቡቕ ኣብ ልክዑን መልክዑን ኣሎ እየ ክብል ደልየ።
ፈለማ ነዚ ዕድል ስለቲ ዝሃብኩምና ሰሰን ሜድያ ከመስግነኩም እደሊ እንሻላ ሰስኑልና ብዝተረፈ እዞም ኣሕዋተይ ዓበይትን መዛኑይን ተዋሳእቲ ናይ ሃገርና እቲ ዝበሃል ኢሎም እዮም ኣነ ምናልባት ክደሙሉ ዘይኮነ ሓድሽ ክበልዕ ኣይክእልን እየ ምክንያቱ ከምዝፍለጥ ንሕና ኣብ ሰውራ ናይ ፊልም ኢና ዘለና ኮይኑ ከምኡ ኮይኑ ዝስምዓኒ ማለት እዩ ኣብ ሰውራ ድማ ኩሉ ግዜ ሓርጎጽጎጽ ኣሎ ድኻም ኣሎ ንብረት ዘይንቑዕ ትህልወካ ከመይ ዓይነት ሲነማቶግራፊ ጌርካ ከም ትስእሎ እረኣያካ ግና ብሰንኪ ሕጽረታት ናይ ንብረት ቁሩብ ትሕት ክንብል ንኽእል። ካብኡ ናብኡ ከኣ እቲ ኣብ ስነ-ጥበብ ሃገርና ብምህላውና ንሕና እቲ ጾር ወይ ከኣ ኣብ ዕንግ ኣብ እንግድዓናይ ማለት እዩ። ንሕና ብዝኾነ ይኹን ንሰርሕ ኣለና ከምዝበልኩኹም ብዙሕ ሕፅረታት ኣለዎ ንኣብነት በዓል ኣባ ሳሬት ዝጠረዛ ስክሪፕትታት ኣይሰኣናን ኮና ምክንያቱ ናይ ባጀት ጉዳይ ማለት እዩ ሰው ንሕና ኢንሻላ ከምቲ ካባና ትፅበይዎ ንሕና ኢንሻላ ክንዕግበኩም ድልዋት ኢና። መርሓባ ሳሮን ከመይ ውዒልኪ። ሰላም እየ ጽቡቅ። ሳሮነይ ኣብ ፊልም ልቢዩ ዝርኢ እንታይ ካራክተር ሒዝኪ ኣለኺ ብዛዕባ ገጸ ባህርያት ናይታ ካራክተር ከመይ እዩ? ኣስቴር ትብል እየ ተዋሂባሃኒ ደላ ኣደ ክልተ ቆልዑት ምስ ሃብሙካ ብጣዕሚ ፈትየያ ተቀቢለያ ትሕት ኢላ ገለ ገሊኣ መነባብሮኣ ከኣ ኣብ ታሕቲ ሕጂ ኣነ እኳ ፈትየያ እየ ብጣዕሚ ደስ ኢላሃኒ ዲሰንት ካራክተር እያ ንዓኺ እወኒ መርሓባ ሳሮን ምናልባት ሳሮን ካብ ትሬኒንግ ናብ ስእሊ ኢኹም ትሰጋግሩ ዘለኹም ከመይ ንሰጋግር ኣለና ትብሊ ተዳሊና ኣለና ክገጥሞ እየ ትብሊ ዶ እወ

ምስኦም ብሓንሳብ ኮፍ ኢልካ ስናይ ሓደ ዓቢ ነገር እዩ። So ነቶም ክክንዳይ ቆልዑ ከኣ ከምዚ ታለንት ተለካ ኩሉ ግዜ ሕቡእ ኣይከውን እዩ ክሳብ ትዓቢ ታለንት ተለካ ግድን ኢኻ ትዕወት ኢቭን ናትካ ታለንት ኢኻ ትሕዝ So ግድን ምስ ዓበዩ እቲ ዝደልይዎ ክረኽቡ እዮም just ከምዚ ንዕኡ ክጽዕሩሉ ኣለዎም ነቲ ዝደልይዎ ክገብርዎ ኣለዎም ስድራኻ ስለ ዝበሉኻ ኣይኮነን በቲ ንስኻ ዝተመሃርካሉ ኣይኮነን ታለንት ኣለካ ታለንትካ ትገብር ናትካ ድሪም ኣለካ ድሪምካ ትገብር so እዚ ናቶም ድሪም እንተኾይኑ እንድሕር ምውሳእ ናቶም ናቶም ባህጊ እንተኾይኑ ክገብርዎ እንተኾይኖም ጻዓሪ ይደልዩ ኣነ ብኣምላኽ እንዳ ኣይጻዓርኩን ኢቨን ከማን ምስቶም ዓበይቲ ብሓንሳብ ምስኦም ስራሕ ዓቢ ነገር እዩ ግን ሓጊዞምኒ እዮም ብጣዕሚ ከምዚ ከምቲ ንእሽተይ ምዃነይ ከማስ ከምዚ ኣይነዓቑንን ወይ ገለ ሕጂ እቶም ቆልዑ ከኣ ከምኡ ክኾኑ ድዮም ድደልዩ ግድን ክኾኑ እዮም እንድሕር ድደልዩ ኮይኖም ክኾኑ እዮም ክኾኑ እንተኾይኖም ከኣ ግድን ክጽዕሩ እዮም so ናትኩም ድሪም ሓልዉ ወይ ከኣ እቲ ናትኩም ድሌት ክትገብሩ ግድን ኢፎርት ክትገብሩ ኣለኩም ጥራይ እዩ ድብል። መጀመርታ ነዚ ዕድል እዚ ብምሃብኩም ኣዝየ ዘመስግነኩም ማለት እዩ ምስ እሰይ ሚድያ ብጣዕሚ ምስጋናይ ይቐርብ ማለት እዩ ክሳብዛ ሰዓት እዚኣ ወላ ውን ብድሕሪ ሕጂ ክሳብ ስእሊ ንውድእ ኣምላኽ ፍቕርና ሓልወልና ስራሕና ብሰላም ኩላትና ብፍቕርን ብስኒትን ክንዛዝም በዓልቲ ሙሉእ ተስፋ እየ ማለት እዩ ኩላትና ከይጎደልና ሓደ ካብ ሓደ ከይተፈላለና

ደሓን ሓንጎልካ ምስ ዓብየ ክርደእከ እዩ። እሞ እንታይ ስጋዕ ስጋዕ ድልጸ ብለኒ እስኸ ገለ ከም በዓል ባይቶ ክትስቀ እንዴት ተረዳእኒ። ከርደእከ ዶ ራስ መርድእ ክስማዕ ኣለኹ። እንታይ መርድኡ። ክትድውረኒ ገለ ዲኻ ትሓስብ ዘለኻ ብዘሕዝን ኣጋጣሚ ግን ተቐዲምካ ኢኻ ቢኒ ንዓማ ሓንሳብ። ኣነ ከም ተዋሳኢት ናብዛ ስራሕ ክጽውዓኒ ከሎስ ከምዚ ዓቢ ነገር እዩ ስፔሻሊ መጀመርታ ደሓን ምስ መን ከም ዝሰርሕ ዋላ ኣይፈለጥኩን ግን ከም ስራሕ ዓቢ ስክሪፕት ምስ ረኣኹ ጥራይሲ ዓባይ ምዃና ማዕረ ክንደይ ሕጂ ተዘራሪብና ገለ ደሓር ናብ ናይ ትሬኒን ቦታ ምስ መጻኹ ሕጂ እንታይ ነይሩ ስክፍታይ ነዛ ካስት ነዛ ካራክተርስ ከም ዝሓስብዎ ይገብሮ ድየ ምሽ ፈሪሐ እንደ ናብታ ናይ ትሬኒን ግዜ ምስ መጻኹ ሃኒ ሃኒ ከም ኣክተር ኣነ ካብ ንእሽተይ ናቱ ፋን እየ ነይረ

እንቶም ዓበይቲ ተዋሳእቲ ምስኦም ክሰርሕ ሓሲበ ዘይፈልጥ በዓል ተኽሊት ማለት እዩ ብጣዕሚ ዘድንቖም ወዲ ሸይ ገለ ብጣዕሚ ሕጉስቲ እየ ሕጂ ኣነ ከምዚ ድዩ ከምዚ ክብል ኣይክእልንየ ገና ተምሃሪት እየ ዘለኹ ካብኦም ተመክሮ ይወስድ ኣለኹ ሶ ከምዚ ክኸውን ኣለዎ እዚ ክግበር ኣለዎ ክብል ኣይክእልንየ ግን ብጣዕሚ ቀባጠረልና ንፕሮዳክሽን ማናጀር ክዛረብ እንድሕር ኮይነ ኡፍ ኡፍ እዩ ዝብለና ዘሎ ኩሉ ዓይነት ፋሲሊቲ ይቅረበልካ ኣብ ትሬኒን እቲ ንሓደ ነዞም ተዋሳእቲ ሓንቲ ክሪው ዘድልዮም ነገር ኩሉ ቁሩብ እዩ ኣይትፀም ኣይትጠሚ እቲ ዘድልየካ ሓይሊ ዝህበካ ገለ ኮም ማለት እዩ ብጣዕሚ ሕጉስ
ሐራይ መጀመርታ ነዚ ነዚ መደብ ደዳለዉ ሰሰን ሚድያ ካብ ልቢ እየ ዘመስግኖም ምክንያቱ ንመጀመርታ ግዜ ኢና ከምዚ ንርኢ ዘለና ጥርናፈ ናይ ስራሕ ኮይኑስ ፍቅሪ ዝህብ እንግዶት ጌሮም ከምዚ ኣዳልዮም ከምዚ ዓይነት መደብ ምግባሮም ብልቤ ደመስግኖም። ቀጺለ ብዛዕባ ካስትን ካራክተርን ኣነ በዚ ኣጋጣሚ ብድሒረ እየ መጽየ ብስራሕ ምክንያት ገሸ ነይረ እየ ግን ምስ ረኣኹዎ እዚ ኣዳራሽ ሲ ኣብ ልክዑ ኣሎ እምበር ናይ ጽቡቕ ጽቡቕ እዩ ዘሎ ካስትን ካራክተርን ማለት እየ ስለዚ ብኡ ኣይዛረብን እየ ኣነ ምሽ ዓጊበ ምሽ ኣኣቦቱ እዩ ዘሎ ሰብ ክብል እየ ደልየ ካልኣይ ነዚ ስራሕ እንድዒ ምሽ ከምዚ ኣብዚ ዙርያና ዘለዉ ተዋሳእቲ ሲ ቀለልቲ ተዋሳእቲ ይኮኑን ንኩሉ ብቑዓት ስለ ዝኾኑ ሓቢርና ስድራ ኮይና ክንሰርሕ ምብቃዕና ከዓ ካብ ልበይ ደስ እናበለኒ እየ ዝሰርሕ ዘለኹ ማለት እየ።
ሓራይ መጀመርታ ንሰሰን ሜድያ ብጣዕሚ ቴንክ ዩ ማለት እዩ ካብታ መጀመርታ ናይታ ሰዓታ ትሬን ኢልና ንጀምር ክሳብ እዛ ሰዓት እያ ዘለና ብፍቕሪ ብስኒት ማለት ኣብ ኩሉ ብሓፈሻ ሕጂ ኣነ እትንትን ኢለ ዘይኮንኩስ ደረስቲ ዳይሬክተር ፕሮዳክሽን ማናጀር ተሓጋጋዝ ዳይሬክተር ብዛዕባ እቲ ስራሕ ጥራሕ ዘይኮነ ኣብ ዝኾነ ነገር ወላ ኣብቲ ፐርሰናል ላይፍ ናትካ መፂኦም ይሓቱኻ ሓሚምካ ዲኻ ዝኾነ ነገር ማለት እዩ ስራሕ ጥራሕ ስክሪፕት ጽኒዕካ ዲኻ ገለ ኣይኮነን እቲ ሕቶ እቲ ቀንዲ እቲ ኣብ መንጎኻ ዘሎ ፍቕሪ ኢቭን ዋላ ተዘይመጺኻስ እንተኾንካ ዘይመጺኻ ኢሎም ክሓቶ ከሎ ብጣዕሚ ዓቢ ነገር እዩ ካብ ስራሕ ወጻእስ ኢቭን ኣብቲ ፐርሰናል ላይፍ ናትካ ኣትዮም ብዙሕ ነገር ዘብሉልካ እዮም ኣብታ ዛህራ ዝሓተተታ ከኣ ብዛዕባ ካስት ኤንድ ካራክተር ማለት እዩ ካስት ምምራጽ ኮነ ዕማም ብዘይምልከት ዋላ ኢቭን እቲ ተዋሳይ እንተድኣ ሓሚቑ ንፉዓት ዳይሬክተራት ስለዘለዉና ነቲ ካራክተር ነቲ ካስት ጸሪቦም ነቲ ካራክተር ከምስልዎ ስለዝኽእሉ ዳትስ ዋይ ንተኣማምኖም ነጺኦም ንሕና ከኣ ንዕኦም ተኣማሚና ኢና ነታ ስራሕ ኣቲናያ ማለት እዩ። ቀጺለ ንኹሉ ሰብ ከመስግኖ ይደሊ ላይክ ማት ብዙሓት ዓበይቲ ተዋሳእቲ መዛኖይ ገለ ምስኦም ምስርሐይ ብጣዕሚ ሕጉስ እየ።